ደሓን ዶ ውዒላትኩም ኣሕዋተይ? ከመይ ውዒላትኩም ኣሕዋተይ? ሰላም ኣሕዋት፣ ኣብ ናይ ሎማዓንቲ ቪድዮና ኣብዚ ማሕበራዊ ሚድያ ሓደሽን መዘራረብትን ዘለዉ ነገራት ብሓደ ኮይና ክንርኢ ኢና። ካብኣቶም ሓደ ድማ። ዓለም ጎዶሎ እያ ዓለም ዓለም ዓለም ጎዶሎ እያ። ኣብ ጀርመን ኣብ ፍራንስ ኣብ ሽወደን ከምኡ ከኣ ማለት እዩ ብጣዕሚ ሕማቅ ነገር እዩ ዘጋጥም ዘሎ። ብዛዕባ እዚኣቶምን ካልኦትን ክንርኢ ኢና። ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መፅየ ኣለኹ እሺ ኣሕዋት ቅድሚ ኩሉ ናሕዳሪኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይስኣን ብምቕፃል ናይ ልምዓት ፊልና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንመሃር ኩሉ ሙሉ ኣብ ቦታና ተረኺና መፂና ኣለና ቐድሚ ናብ ቪድዮና ምተና ግን ነዚ ቻነል ዝሓደሸ ኸኹም ሳት ተሃሊኹም እንታይ ጽበዩ ኣለኹም ሰብስክራይብ ብምጋር ቤት ዝኾኑ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሰባት ክትበጽሕ ስለ ዘለዋ ላይክ ሼር ምጋር ይንደስዕ ሕዚ ናብ ቪድዮና ከእትወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸሪ ዝሓትት ስናይ ጻንሒት እሺ ኣሕዋት እዚ ቪድዮና መጀመሪ ኮይና ብዛ ምረቓ እዚኣ ከጀምረኩም ትዕት ብዛ ምረቓ ትሪእዋ ኣለኹም ብልብኹም ትሓስብዎ ናይ ልብኹም ኣየስእንኩም ደቀይ ተባሂልና ኣለና ኣሜን ኣሜን እሺ ኣሕዋት ኣሜን ማለት ትረስዖ ኮመንት ኣቲኹም ንቐፃል ቪድዮና ንኸይድ እሺ ወሳኒ ኣለና ኣሕዋት ሜሪ ወሳኒ ኳትሮ ኳትሮ ኦቶ እሺ ወላ ሓደ ስለዚ ንሕና ወዳት ንደልያ ጓል እንታይ እያ ሲምፕል ሰላም ፅብቕቲ ፅቡቕ ከመይ ኣምሲኺ ኣሎራ ኣነ ሜሮን እባሃል ብራቮ እስኺ ከኣ ኩስቶ ትባሃሊ እወ እሞ መሲጥክኒ ስለ ዘለኺ ሲ ከመይ ኢና ሎማዓንቲ ኣብኣ ከለያ እዚኣ ካልእ የብላን እሺ እወ መጻእ ደሓን ቡን ትሰቲ ኖእ ኣነ ቡን ኣይኮንኩን ክሰቲ ደልየ ንዓኺ ክሰትየኪ ደልየ ኣለኹ እሞ ክትሰትይንስ ደስ ይብለኪ ዶ ትብላ ትሳታታ ኣብኣ ከለያ ዋ
ሜሮን ተረጋግዓ እባ በቃ ብስልኪ ብሓንቲ ናይ ሓንቲ መዓልቲ ስልኪ ሽዑ
እወ ክሰትየካ ደልየ ኣይደለይን እየ ክትብለካ እያ ኣርብዓን ኣርባዕተን ነጥቢ እዚኣ ናብቲ ውሳነ እዚኣ ዘለካ ጸገም ስማዕ ክነግረካ ደንደን እወ ደይቲን ኣውጻኒ መጺኻ ርኸበኒ ቀጠፍ ዘለዎ ሻሂ ስቴኒ እታ ሻህኻ ቀመም ክትውሕዳ የብላን እንታይ ዓይነት ኮለል እዩ እዚ እንታይ ቀመም ኣየስቴኪ እወ ደይቲን ኣየውጻኪ ሻሂ የስቴኪ እድውለልኪ ንራኸብ ንውዳእ ኣሎራ ተዘይደሊኺ ኣይደለኽን ቻው ፍኒቶ ኣነ ተባዕታይ ለይቲ ኣውፂኻ ቀመም ዘለዋ ሻህስቲኻ ኣድሪርካ እዕሊልካ እሻሓ እዛ ቪድዮ ከም ዝረእኹም ኣይኹም ትስማዕምዕሉ ዲኹም ብፍላይ ድማ ወዳት ኣሕዋት እዛ ነገር ከመይ ትርእይዋ ማለት ዴት የብሉ ገለ የብሉ ሻሂ የብሉ ቅመም የብሉ ገለ የብሉ ሲ ምስታይ ጥራሕ ግን ኣሕዋት ኣብዛ ናይ ጉዳይ ሜሮን ዘልዕላ ሓሳብ ሲ ኣዋል ኣሕዋትና ይቃወሙ እየን ምስለን ዝነገረ ሲ እዚ ሓፍትና ንስማዕ ስምዑ እንደ ወዳት ኣዋል ተጸጋዕሞ ሓንቲ ግዛ ሓንቲ በዓልቲ ቤትኩም ወይ ዓርክኹም ነፍሰይ ይሕጸብ ኣለኹ ተላትኩም ብዘይባ ኣይ ከመይ ጌርኪ ወሪዱልኪ ገዛ ኸራይ ክኸፍል ይኸይድ ኣለኹ ተላትካ ወይ ኣስቤዛ ከምጽእ ይኸይድ ኣለኹ ተላትካ ወይ ቆልዓ ከውጽእ ይኸይድ ኣለኹ ተይላትካኸ? ወይ ገዛ ይውልውል ኣለኹ ተይላትካኸ? ወይ ጸብሒ ይሰርሕ ኣለኹ እንተይላትካኸ? ብዘይ በኣይ ትብላዶ? ያ ተተሓሒዝና ኣለና። በዚሑ እዛ ቪድዮ ከም ዝሰማዕኹማ ኢኹም ኣነ ምስ ሓፍትና ይስማዕማዕ እየ ማለት ብፍላይ ወዳ ተሕዋተይ ሲ ኣብቲኣ ጥራሕ ትኾን ከላ ብዘይ በኣይ ትበሉ ግደፉ ነስተኻኸል ኣብ ኩሉ ብዘይ በኣይ ንበል ዋላ ናብ ገለ ትኸይድ

እዛ ቪድዮ ኣብ ውሽጢ ሰለስተ መዓልቲ ልዕሊ ሰለስተ ሚልዮን ሰባት ሪኦማ ኣለዉ። ንብዙሕ ሰብ ኣሕሪቃ፣ የሕዚና ማለት እዩ። በዓል ቤታ ይቅድሓ ኣሎ፣ ንሳ ናይ ቆልዓ ፓምፐር ትቅይር ኣላ። ብቋንቋ ኣምሓርኛ ጌሩ እንታይ እዩ ዝብላ? ብዙሕ ትበልዒ ስለ ዘለኽስ ወይ ወጺኺ ክትሰርሒ ክትክእሊ ኣለኪ። ሕሉፍ ሓሊፍዎ ክልተ ወርሒ'ኺ ጌርኪ ዘለኺ። ካብ ተሓዝኪ ጸዓዱ ከኣ ኣብ ሰሙን ክልተ ሰሙን እየን ምስ ሰብኣየን ወጺኤን ስራሕ ዝሕግዛ እዩ ዝብላ ብጣዕሚ እያ ተሕዝነካ እቲ ዝዛረቦ እሱ ብድዕ እውን ከም ሰብ ክትሰምዖ ዘደንጽወካ እዩ ካልእ እሳ እንታይ ትብሎ ናብራ ከቢዱ ትብል ዘለኻሲ እዚ ካልኣይ ቆልዓ እኮ ኣንስ ንጽናሕ ሓንሳብ እንዳበልኩኻ ኢኻ ካልኣይ ቆልዓ ወሊድና ትብሎ ማለት እዩ እስኻ እወ እሞ ካልኣይ ቆልዓ ወሊድና ግን ወይ ክትሰርሒ ኣለኪ ወይ ድማ ብዙሕ ክትበልዒ የብልክን እዩ ዝብላ ናብቲ ባኒኣ ዝርኢ ዘላ ቀደም ንእሽቶ ባን ትበልዒ ነርኪ ብንእሽቶ ጌርኪ ሻህ ሰቲ ነርኪ ሕጂ ግን ብዓቢ ሰቲ ኣለኺ እዩ ዝብላ ማለት እዩ ካልእ ንብዙሕ ሰብ ዘሕዘነት ቃል እሳ ዝበለታ እንታይ እያ ኣነ ስለ ዘጥቡ ዘለኹ ቆልዓ እየ በቃ ቆልዓ ስለ ዘጥቡ ዘለኹ እየ ብዙሕ ዝበልዕ ዘለኹ ኢላቶ ማለት እዩ ንሓንቲ ሓራስ ክልተ ቆልዓ ዝሃበትካ ከምዚ ዓይነት ቃላት ክትዛረብ ብጣዕሚ ዝሕዝን ኮይኑ ኣብ መጠረሻ ንሳ ክትነብዕ ጀሚራ ክሕጽረልኩም ኢለ ክትሪእዎ ትደልዩ ኣብ ዩቱብ ኩሉ ብዝርዝር ኣቐሚጠልኩም ኣለኹ ኣብዚ ሓጺር ስለ ዘቕርብ እየ መጠረሽኡ ክትነብዕ ጀሚራ ክትነብዕ ምስ ጀመረት እንዳሰሓቐ ፕራንክ እየ ዝገብረኪ ዘለኹ ኢልዋ ማለት እዩ ፕራንክ እየ ዝገብረኪ ዘለኹ እንዳበላ ከማን እንዳሰሓቕካ እሞ ከምኡ ኢልካ ክትላገጽ ጽቡቕ ኣይኮነን ገለ ኢላ ኣይሰሓቐትን ወይ ዝኾነ ኣይበለትን ማዕረ ክንደይ ከም ተሰማዓሲ በቃ ኣብ ገጻ ኢኻ እትሪኦ ማለት እዩ ናብ ህዝቢ ምስ ዘርግሖ ኣብ ኮመንት ብዙሕ ሰብ ከዋርዶን ክጸርፎን ጀሚሩ ብድሕርኡ ንጽባሒቱ ሒዝዋ መጺኡ ከምዚ ትሪእዎ ዘለኹም ንእሽቶ ወርቂ እያ ሂብዋ ማለት እዩ ንህዝቢ ከኣ ይቕሬታ ሕትታ ስለ ዝበልኩምኒ ከሓሳ ስለ ዝበልኩምኒ ይቕሬታ ሓየትያ ኣለኹ ክሒስያ ኣለኹ ኢሉ እዩ ማለት እዩ ወላ ድሕርዚ ከምዚ ምግባራ እኳ ሕጉስቲ ትመስልንያ ማለት ብዙሕ ሰብ ተማኺሮም ከይኮኑ ፕራንክ ገይሮሞ ይብል እዩ ግን ወላ ንጽባሒቱ እቲ መንፈሳ እቲ ቦዲ ናታ እቲ ኣካላታ ገለሲ በቃ ከመይ ደስ ከም ዘይበላ ቅጭ ከም ዝመጻ ገለ ኢቲ ኮመታት ዘርእየካ ማለት እዩ ብዝኾነ ኣነ ክሕልፎ ዝደሊ ኩብራት ተዓዘብቲ ንዛረቦ ኩሉ ግዜ ብደዐ ክንጥቀቅ ክንክእል ኣለና ሎሚ እንዳሰሓቅካ ድሓር ከኣ ገለ ክፉእ ሰብ ኣሎ እንዳሰሓቅስ ሽምጥጥ የብለካ ሰብ ሓሪቁ ሕርቃኑ ኣብ ገጹ ጌሩ ድላዩ ክብለካ ከማን ይሓይሽ እምበር እንዳስሓቀ ድላዩ ናይ ልቡ ዝዛረብ ሰብ የሕርቀካ እዩ anyway እታ ጉዳይ ብከምዚኣ ትቅጽል ኣላ ዝተረፈ ከኣ ብ ዩቱብ ቀጽልዎ like ኣይትረስዑ ኣየሳእነና። እሽሕዋ እዚ ቪድዮ ከም ዝረእናዮ እዪ ማለት ሪኢክሞ ትኮኑ ኢኩም ኣብ ቲክቶክ ብፍላይ እዛ ቪድዮ ብጣዕሚ ቫይራል ናወጸ ኔሩ ንሰበይቱ ከምዚ ኢሉ ክዛረባ መሕዘኒ መጽለ ዝኮነ ዘረባ ናተዛረባ ኔሩ ካብኡ መወዳእትኡ ፕራንክ እዩ ፈሊጠ እየ ገለ ኢሉ ይቅርታ ጠይቅዋ ንሓደ ሓደ ሰባት ትምህርቲ ኾነኩም እያ እቱም ፕራንክ ትሰርሑ ገለ ገለ ትብሉ ሲ እንታይ ዓይነት ፕራንክ ተሰርሕና ፅቡቕ ዝብል ነገር ክትሓስቡ ዶ ኣለኩም ስልካ እዚ ዘይኮን ነገር ትገብር እሞ ንዚ ሰብ ቦግ ምስ ኣበልካዮ ፕራንክ እዩ ማለት ትኽክል ኣይኮነን ክነግረኩም ኢለ ንምንታይ ኢና ብሓደ ሓደ ሰባት ሲ ሰባት ኣፕሪሽት ምግባር ስለኸብደና ማለት ማለተይስ

እሾኻት ኣውሰሉኒ ኣሎ። ገዛ ወይ መኪና ክትገዝእ ክትደራደር ከለኻ ነዚ ሜላ ተጠቐመሉ። ዝሓሸ ዋጋ ንምርካብ ክሕግዘካ እዩ። ኣሕዋት ጽንሑ፣ ዘይንርእዮን ከይትብሉ። ማለት ተማሂርካ ምጽናሕ ጽቡቕ ስለ ዝኾነ ሓደ መዓልቲ ገዛ፣ መኪና ክንገዝእ ምኻድና ኣይተርፍን'ዶ? ስለዚ እስቲ ንርእያ እዛ ቪድዮ። ገዛ ወይ መኪና ክትገዝእ ክትደራደር ከለኻ ነዚ ሜላ ተጠቐመሉ። ዝሓሸ ዋጋ ንምርካብ ክሕግዘካ እዩ። ፊፍቲ ሴንት ሃስል ሃርደር ሃስል ስማርተር ኣብ ዝብል መጽሓፉ ከምዚ ይብል፣ ንስራሕ ምስ ዓበይቲ ንግዲ ሰባት ክራኸብ ከለኹ ደጋጊመ ሓደ ነገር ኣስተብሂለ እየ። ኩሉ ግዜ ነዚ ውዕል ክትስማዕማዕ ከለኻ ክሳብ ክንደይ ዕድለኛ ምዃንካ ይነግሩኻ። ድሕሪኡ ገጽካ ይጥምቱ፣ ቋንቋ ኣካላትካ የጽንዑ፣ ፈሊጦም ስቕ ይብሉ። ብዙሓት ካባና ብዘይፍላጥ ከም ዝተስማዕማዕና ምልክት ነርእዮም። ፍሽኽ ንብል ወይ ንሸበድበድ ንብል ወይ ርእስና ንንቕንቕ። ብድሕርዚ ክትምልሶ ከቢድ እዩ። ኣብ መጻወድያኦም የእትዩኻ። ስለዚ ኩሉ ግዜ ተጠንቀቕ። ክትዘራረብ ከለኻ ነቲ ዝዛረብ ዘሎ ሰብ ኣጸቢቕካ ስምዓዮ፣ ኣብ ዓይኖም ርኣዮም። ግን ዝኾነ ምልክት ምስምማዕ ፈጺምካ ኣይተርኢ። እቲ ዝብልዎ ዘለዉ ምቾት እንተዘይሂቡካ'ውን ከንፈርካ ኣይተንቀሳቕስ፣ ርእስኻ ኣይትነቕንቕ። ኣብ ዓይኖም እናጠመትካ ጥራይ ስምዓዮም። ክደናገሩ'ዮም። ከእምኑኻ ዝያዳ ክጽዕሩ'ዮም። ዝሓሸ ዋጋ ከቕርቡልካ'ዮም። ነቲ ዘቕረብዎ። ክቃወሙ ክትዕዘብ ኢኻ። መብዛሕትኡ ግዘ ኣብ ድርድር ዝዕወት እቲ ንምኻድ ድሉው ዝኾነ ጥራሕ እዩ። ስለዚ ክትስማዕምዑ ኣይትጓየዩ። ነጥብኻ ምስ ኣቕረብካ መልሶም ተርኢ። ብዙሕ ኣይትገደስ። እንተዘይተስማዕሚዕኹም ገዲፈኩም ክኸድ ድሉው እየ ኢልኩም ንገርዎም። ሽዑ ከይፈተዉ ናብቲ ናትካ ኣማራፂ ክመፁ እዮም። ምሳኻ ክስማዕምዑ እዮም። ሽዑ እዛ ቪድዮ ከምዝረኣኹማ ኢኹም ገዛ ወይ መኪና ክንገዝእ ንኸድ ከለና። ኣብ ካልእ ኣይሰርሕን እዚ ኣብ ሽጉርቲ ኣብ ኮሚደረ ገለ ከምዚ ከይትገብሩ ሕደጉ ኣብ ገዛ መኪና ኮን ከሎ ግን ዝብሉና ዘለዉ ምስማዕ ብደንቢ ዓይን ዓይኖም ናረእኻ ምስማዕ እሺ ኣሕዋት ውሳ ይብለና ኣሎ እንታይ ዓይነት ቁርሱስ ዕድል እዩ እሺ እንታይ ዓይነት ሕማቅ ዕድል እዩ ኔርዎ እዚ ትሪእዎ ዘለኹም ማርከስ ፈርካና እዩ ዝብሃል ኔሩ ወዲ ዓሰርተ ትሽዓተ ዓመት እዩ ኔሩ ኣብ ለንደን ብሪጣንያ ተወሊዱ ዝዓበየ ብሪጣንያዊ እዩ ኣብ ነሓሰ ክልተ ሽሕን ዕስራን ኣርባዕተን ንሱን ወለዱን ናብ ዱባይ ክበጽሑ ከይዶም። ሕጂ ናብ ዱባይ ምስ ከዱ ኣብኡ ምስ ሓንቲ ጓል ዓሰርተ ሸውዓተ ዓመት ጎርዞ ተላልዩ ንቁሩብ ፍቕራዊ ዝምድና ጀሚሮም ጾታዊ ርክብ ከኣ ጌሮም። ሕጂ ንሳ እውን ኣብዚ ለንደን ብሪጣንያ ተወሊዳ ዝዓበየት እያ። ብድሕሪኡ ንሳን ስድራኣን ናብ ለንደን ተመሊሶም፣ ማርከስ ከኣ ምስ ስድርኡ ኣብ ዱባይ ነይሩ። ሕጂ እቲ ዝገበርዎ ጾታዊ ርክብ ብወለንትኦም እዩ ነይሩ፣ ሕጂ እታ ጓል ግን ጓል ዓሰርተ ሸውዓተ ዓመት እያ ነይራ፣ ዓሰርተ ሸሞንተ ክትመልእ ሓንቲ ወርሒ ጥራይ እያ ተሪፋታ ነይራ። ናብ ለንደን ምስ ተመልሱ ስድርኣ እንታይ ሪኦም ቴክስት፣ እዚ ናይ ሞባይል መልእኽትታት፣ ንሱ ሪኦም ብተወሳኺ ከኣ ስእልታት ሪኦም። ብድሕሪኡ ናብ ኣባላት ጸጥታን ፖሊስን ዱባይ ደዊሎም ነዛ ጉዳይ ይነግርዎም። ፖሊስ ከኣ ንማርከስ ኣብ ሆቴል እዩ ኔሩ ሒዞሞ ሒዞም ከኣ ኣሲሮሞ ሕጂ እንታይ እዩ ኣብ ዱባይ ትርር ዝበለ ሕጊ እዩ ዘለዎም ካብ ሓዳርካ ወጻኢ ጾታዊ ርክብ ኣይፍቀድን እዩ ንኩሉ ሰብ ኣይፍቀድን እዩ ኔሩ ኣብዚ ቀረባ እዋን ግን እንታይ ቀይሮማ እንድሕር በጻሒ ኮንካ እንድሕር ቱሪስት ኮንካ ዋላ ካብ ሓዳርካ ወጻኢ ጾታዊ ርክብ ክትገብር ትኽእል እንዲኻ ግን ልዕሊ ዓሰርተ ሸሞንተ ዓመት ክትከውን ኣለካ ሕጂ ስድራ ናይታ ጓል ከኣ ነዚኣ እዮም ተጠቂሞምላ ጓልና ጓል ዓሰርተ ሸውዓተ ዓመት እያ ዘላ ኢሎም በዚኣ ከሲሶሞ ማርከስ ተታሒዙ ኣብ ታሕሳስ ክልተ ሽሕን ዕስራን ኣርባዕተን ከኣ ንሓደ ዓመት ተፈሪዱ። ስድራ ማርከስ ንመንግስቲ ብሪጣንያ ጣልቃ ክኣቱ ብዙሕ ግዜ ሓቲቶም ግን ኣይተሳኻዓሎምን ንዓመት ተፈሪዱ። በዚኣ ቤት ማእሰርቲ ኣትዩ። ኣብ ዱባይ ኣብቲ ቤት ማእሰርቲ ትሽዓተ ወርሒ ምስ ገበረ ኣብ ዕለት ሰለስተ ሓምለ ክልተ ሽሕን ዕስራን ሓሙሽተን ዒድ ነይሩ። ኣመሓዳሪ ዱባይ ልዑል መሓመድ ቢን ራሽድ ኣል ማክቱም ከኣ ምሕረት ገይርሉ። በዚኣ ከኣ ካብ ማእሰርቲ ተፈቲሑ ናብ ብሪጣንያ መጺኡ። ሕጂ ከኣ ብዕለት ሰለስተ ጥቅምቲ ክልተ ሽሕን ዕስራን ሓሙሽተን ብሓደጋ መኪና ካብዛ ዓለም ብሞት ተፈልዩ። እቲ ሓደጋ ከም ዝስዕብ እዩ፣ ብዕለት ሰለስተ ሓምለ ክልተ ሽሕን ዕስራን ሓሙሽተን ሰዓት ሓደ ለይቲ ኣብዚ ቶተንሃም ዝበሃል ኣብ ሰሜን ለንደን ዝርከብ ምስ ሓደ ወዲ ዓሰርተ ትሽዓተ ዓመት መንእሰይ ከምኡ ብማኪና ይኸዱ ነይሮም ሕጂ ነታ መኪና ፖሊስ ሪኦማ ጎዮማ እቲ መንእሰይ እዩ ማኪና ዝዝውር ነይሩ ማርከስ ኣይኮነን እቲ መራሒ ማኪና ነይሩ እዚ መንእሰይ ነዛ መኪና ክንህራ ጀሚሩ ፖሊስ ክጎይዎ ጀሚሮም ካብ ፖሊስ ክሃድም ክብል ተጋጭዩ ምስ ተጋጨወ ንሕክምና ወሲዶሞ እቲ ዘጋጨወ ኣይሞተን ማርከስ ግን ካብዛ ዓለም ብሞት ተፈልዩ። በስመኣም ሸውሓት ቪድዮ ከም ዝረእኹሞ ኢኹም ማለት መዓልትኻ ትህልዋ ሲ ዝገበርካ ተገበርካ ከም ዘይሓልፍ ኢኹም ትሪእዎ ኣለኹም ኣብቲ ነይሩ ካብቲ ጸገም ወጺኡ ናብ ኻሊእ ኣትዩ ኣብኡ ከዓ ሞይቱ ትሪእዎ ኣለኹም ብቻ ካብ መዓልቲ ናብ ኣልመ ክነምልጥ ኣይንኽእልን እሺ ንቐጽል እሺ ኣሕዋት እስካብ ዝምቐጻል ድማ ናብ ዝመሓራ ሚድያ ሓደሽን መዘራረብትን ዘለዉ ነገራት ክወስደኩም እስኪ ብዚ ቪድዮ እዚ ንጀምር እሺ ኣሕዋት ዝተወሳዩ ኢሉና ኣሎ ሓቂ ድዩ እሺ። ሰላም ሰላም ኤረትራውያን ኣሕዋተይ ንኩሉኩም ኣብ ውሽጥን ኣብ ደገን ደለኩም ማለት እዩ ሎማዓንቲ ኣገዳሲት መልእክቲ ከመሓላልፍ ደልየ ስለ ዘለኩ ፕሊስ በጃኩም ኣገዳሲት ስለ ዝኮነት ኩሉኩም ጽን ኢልኩም ስምዑኒ ማለት እዩ እቲ ጉዳይ ከዓኒ ዘጋጥም ዘሎ ኣብ ሃገረ ኢሮፓ ማለት እዩ ኣብ ኩሉ ኣብ ኢሮፓ ማለት ኣብ ኩሉ ዘይኮነ ከማን ፍልይ ድበለ ሃገራት ማለት እዩ ኣብ ጀርመን ኣብ ፍራንስ ኣብ ሽወደን ከምኡ ከኣ ማለት እዩ ብጣዕሚ ሕማቅ ነገር እዩ ዘጋጥም ዘሎ ማለት እዩ ኣነ ደጋጊመ እዚ ነገር እዚ ኣብ ቲክቶክ ሰሚዐሉ እዚኦም ዓረብ ክዛረብሉ ኣነ ከኣ ዝኮነ ኤርትራዊ ካብ ኮነ ፌመሳት ክዛረብሉ ተጸብያ ግን ኤርትራውያን ናትና ብጀካ ክስቶ ተፈቲሑ ክስቶ ተመርዕዩ ክስቶ ከምዚ ገይሩ እምበር ቁም ነገር ዘለዎ ነገር ሒዝኩም ኣይትመጽኡን ፈጺምኩም ማለት እዩ እዚኣ ነገር እዚኣ ስምዑኒ ማለት እዩ እሱ ካብቲ ዘጋጥም ዘሎ ኩነታት ማለት እዩ ስሪንጋ ደም መሊኦም ኣብ ባስ ስቴሽን ማለት ኣብ ባስ ኣብ ውሽጢ ባስ ከምዚ ተኸኢሎም ኣብ ትሬን ተኸኢሎም ኣብ ኩርሲ ሰብ ከዓ ኮፍ ይብሎ ኣሎ ማለት እዩ ኣብ እኩብ ሰብ ከምዚ ተኣበሎም ከሎ ከዓ ብፍላይ ከምዚ ምሸት ተኮይኑ እኩብ ሰብ ተኮይኑ ስሪንጋ ገይሮም ብድሕሪት መርፍእ ገይሮም

እዚ ኣገዳሲ ነገራት ንኹሉ እቲ ሰብ መታን ክብጽሖ ክንደይ ሰብ ኣሎ ዘይበጽሖ ከምኡ ከኣ ዘይፈለጠ ማለት እዩ ክጥንቀቕ ስለ ዘለዎ ንገርዎ ማለት እዩ ከምዚ ን ዝኾነ ነገር ከኣ ከም ዝተወጋእኹም ኮይኑ ተተሰሚዕኩም ኣብ እኩብ ቦታ እንድሕር ከይድኩም ወይ ኣብ ቁርሲ ከፍ ኢልኩም ከምኡ ተተሰሚዕኩም ብቐጥታ ከኣ ከይድኩም ኣብ ሕክምና ክትመ ክትከዱ ኣለኩም ማለት እዩ ምኽንያቱ ከምዚ ዝሰማዕኩ ኣብ ውሽጢ ሰብዓን ሸውዓተን ሰዓት ካብ ዝኾነ ዓይነት ቫይረስ ይኹን ካብ ዝኾነ ዓይነት ነገራት ክትከላኸል ስለ ትኽእል ማለት እዩ። እሾኻ እዚ ቪድዮ ከም ዝሰማዕናዮ እዩ ማለት ሓቂ ዶ ኣይሓቅን ንርዒ ርግጸና ኣይኮንኩን ግን ሓቂ ተኾይኑ እዚ ነገርዚ ብፍላይ ድማ ኣብቲ ዓዲ ዘለኹም ህምዚ እንድሕር ዝውጋዕ ኣሎ ዝስማዕ ኣሎ ነገር ተኾይኑ ብዝተኻለኩም ዓቕሚ ክትጥንቀቑ ኣለኩም ናብ ዘይሰምዑ ሰባት ሃልዮም ድማ እዛ ቪድዮ እዚኣ ሼር ጌርኹም ክበጽሖም ግበሩ። ዓለም ዓለም ዓለም ጎዶሎያ ዓለም ዓለም ዓለም ጎዶሎያ ኣራኺባትና ክትሓሊ ኣፋቒራ ድማ ትፈላሊ። መታን ጽባሕ ትሓይሽ ካብ ሎሚ ከም ትሓስቦ ከም ትብህጎ ከም ትምነዮ ትረክብ ኢኻ እንዳ በሉኒ እታ ዝምነያ ክትኮነለይ ኢለ ጽዒረ ተስፋ ግን ኣይከኣልኩን። ዓዲ ተረሓቐ ተተፈላለና ኣብ ማዕሙቕ ስምዒት ብሓንሳብ ኣለና። ኣይትተሓለሊ ዓለም ናይ ጸዋራታ ናይ ሰብዓ እዩ። ገጽና የብለይ ልዕሊኣ ሓይሊ። ናይ ሰይጣን ተንኮል ማዕረ ክንደይ ይመስለኩም? ኣብነት ክበኩም እየ ንኣብነት ኣብ መንፈሳዊ ሂወት ዘለዉ ዋላ ዘየለዉ ይኩኑ ማሓዙት ወድን ጓልን ኣለዉ እዞም ወድን ጓልን ማሓዙት ጽቡቅ ርክብ ኣለዎም ማዓልታዊ ይራከቡ የዕልሉ ጽቡቕ ቅርርብ ኣሎዎም። ክሳብ ብሓንሳብ ምሕዳር ኣብ ሓደ ዓራት ዘይኮነ ብሓንሳብ ምሕዳር ኣብ ሓደ ገዛ ይበጽሑ። ሰይጣን እዚ ኩሉ ክኸውን እንከሎ ፈጺሙ ናብ ጥቐኦም ኣይቀርብን እዩ። ሽዑ ንሶም ኣብ ነብሶም ርእሰ ተኣማንነት የጥርዩ። ኦኬ ንሕና ነብስና ኮንትሮል ክንገብር ንኽእል ኢና ኣብቲ መንፈሳዊ ህይወት ክሳብ ዘለና ከኣ፣ ዋላ ሓንቲ ጸገም የብሉን ዝብል ርእሰ ተኣማንነት የጽርዩ ዋላ ኣብ መንፈሳዊ ሂወት ዘየለው ከምዚ ዓይነት ርእሰ ተኣማንነት የጥርዩ እዮም ምክንያቱ ሰይጣን ጠቅላላ ካብኦም ይርሕቅ እዩ ሽዑ ታይ ይገብር መስለኩም ከምዚ ኣድብዩ ዝጸንሕ ኣንበሳ ሓደ መዓልቲ ክልቲኦም ብምሸት ኣብ ሓደ ገዛ ከም ዝራከቡ ይገብሮም ሽዑ ኣለው ዝበሃሉ ኣጋንንቲ ኣኪቡ ናብቲ ወድን ናብታ ጓልን ጉያ ይኸውን ሽዑ ስርሑ። እዞም ወድን ጓልን ቅድሚ ሕጂ ተሰሚዕዎም ዘይፈልጥ ስምዒት ክቆጻጸርዎ ክሳብ ዘይክእሉ የስክሮም ብስምዒት የስክሮም። ቅድሚ ሕጂ እኮ ብሓንሳብ ክሓድሩ ብሓንሳብ ክጻወቱ ብሓንሳብ ከዕልሉ ርእሰ ተኣማንነቶም ሙሉእ እዩ። ሙሉእ ጥራይ ዘይኮነ ዋላ ሓንቲ ዘፍርሖም ዘስግኦም ነገር ውን ዝለዓዓሎም ስምዒት እኮ ኣይነበረን ጠቕላላ። ሰይጣን ግን ኣብዛ መዓልቲ እዚኣ ኣድብዩ ጸኒሑ ኣለዉ ዝበሃሉ ጸላኢ ኣለዉ ዝበሃሉ ሰራዊት ኣኽቲቱ ኣብ ልዕሊኦም ይሰፍር። እዞም ሰባት እዚኣቶም ቅድሚ ሕጂ ተሰሚዕዎም ዘይፈልጥ ስምዒት ይመጾም ሽዑ ምቁጽጻር ይስእንዎ። ቅድሚ ሕጂ ነብሶም እዮም ዝኣምኑ ኔሮም። ለካ ሰይጣን ዓድቢ እዩ ጸኒሑ ሓሓደ ግዜ ከምኡ ይገብረና እዩ ነስተውዕለሉ ዶ ብፍላይ ሓጢኣት ክንደጋግም ከለና ሕርቅ ንብል ኢና ምስ ነብስና ንበኣስ ኢና ድሕሪ ሕጂ ከምዚኣ ትበሃል ተጌረ ኣይኣነን እየ ወይ ከኣ ድሕሪ ሕጂ ንኮ ቀትሪ ምሸት ብግቡእ ጸሎት ክገብር ኣለኒ ኢልና ምስ ነብስና መብጽዓ ንኣቱ ሽዑ ሰይጣን ጠቕላላ ኣይቀርበናን እዩ ምኽንያቱ ብሓይሊ ኢና ተሲእና ዘለና ሽዑኹ ዋጋ እናተመጽዩ ጎዲእና ከም ንሰዶ ወይ ኣውዲቕና ከም ንሰዶ ጽቡቕ ጌሩ ይፈልጥ እዩ ስለዚ ርሕቕ እብል ንኸይድ ንቃለስ ንቃለስ ሽዑ ገለ ነገር ሃንደበት ዘይሓሰብናዮ ጉዳይ ወይ ቢዚ ዝገብር ጉዳይ ይፈጥረልና ሽዑ ልዕሊ መጠን ንደክም ምሽ ዋእ ሎማዓንቲ ዳኣ ደኺምካ ኣለኻ ሱቕ ኢልካ ደቅስ ሓላይ እዩ ዝመስል ሎማዓንቲ ዳኣ ደኺምካ ኣለኻ ሱቕ ኢልካ ደቅስ ዳሓን ጽባሕ ዋላ ኣገዳሲ ተኾይኑ ሎማዓንቲ ዝሰገርካዮን ናይ ጽባሕን ጌርካ ጽቡቅ ጌርካ ጸሎት ትገብር ይብለካ ኦኬ ጽባሕ ከምኡ ክገብር እየ ልክዕ ክትስእ ከለኻ ሽዑ ከምዚ ዘይበሃል ጽዕነት ይጽዕነካ ካብቲ ዓራት ክትስእ ስልችው ይብለካ ብፍላይ ከምዚ ከማይ ተኾንካ ሽዑ ኣብ ዓራትካ ኮንካ ሞባይል ክትጥውቕ ትጅምር ማለት እዩ ሞባይል ተጠዊቅካ ሰዓት ትከይድ ትከይድ ደሓን ቁርሲ ክቆርስ ምሳ ክምሳሕ እንዳበለ ስለዚ ናይ ሰይጣን ተንኮል ማዕረ ክንደይ ክፉእ ምኳኑ ህድእ ኢልና ክነስተውዕለሉ ብጣዕሚ ገዳሲ ይመስለኒ። እሺ ኣሕዋት እዛ ቪድዮ ከም ዝሰማዕናያ እያ ማለት ብጣዕሚ ደስ ትብል ቪድዮ እያ ዝኾነ ሰብ ሼር ይገርለይ ከም ዝተማሃርናላ ተስፋ ይገብር እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሳብ እዚ ረእኹም ሰባት ተሃሊኹም ቅርብ በሉ ቅርብ እስኻ ውፅና እስኻ ቅርብ በለይ ኣብ ቀፃሊ ብኻሊ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይመችኹም